ማይክሮሶፍት ወርድ ኣውቶማቲካሊ ስፔሊንግ ከምኡውን ግራመር ቸክ ይገብር እዩ ኩሎም እቶም ናይ ስፔሊንግ ጌጋታት ዘለዎም ብከምዚ ንሪኦ ዘለና ቀይሕ መስመር ዚግዛግ መስመር ገይሩ የመልክተሎም ማለት እዩ እቶም ናይ ግራመር ፀገማት ዘለዎም ድማ ብከምዚ ንሪኦ ዘለና ናይ ሰማያዊ ዚግዛግ መስመር ገይሩ የመልክተሎም ማለት እዩ ሕጂ እዚ ኣውቶማቲካሊ ዝኾነ ዶክመንት ምፅሓፍና ኩሎም እቶም ጌጋታት ኣለዎም ኢሉ ዝሓስቦም ካብቲ ናቱ ዲክሽነሪ እናተኸተለ ማለት እዩ ብከምዚ መልክዕ ገይሩ የስምረልና ንሕጂ ንመሃሮ ድማ ከመይ ጌርና ኢና ነዞም ጌጋታት ከነዕርዮም ንኽእል ንኣብነት እዛ ኤሪትርያንስ ትብል ዘላ ሕጂ ጌጋ ምዃና ኣስሚርለይ ኣሎ ኣብታ ልዕሊ ኤሪትርያንስ ትብል ዘላ ራይት ክሊክ እንሕዳ ጌረ ኣብዚ የምጻለይ ማለት እዩ እቲ ክእረም ዘለዎ እቲ መእረምታ ኣብዚ ላዕሊ የምጻልካ ንሕዳ ልክዕ ኣሎ ኢግኖር ግበሮ ክትብሎ ንሕዳ ደሊኻ ከ ኣብዚ ኢግኖር ኦል ክትብሎ ትኽእል ኢኻ ማለት እዩ ከምኡውን እዛ ኤሪትርያን ዝብል ቅንዕቲ እንድሕዳ ኣላ ኮይና ከዓኒ ናብቲ ቁኑዕ ዲክሽነሪ ናይቲ ማይክሮሶፍት ዎርድ ናብኡ ኣድ እንድሕዳ ገይረያ ድሕር ሕጂ ከምዚኣ ገይረ ኤሪትራያን ስንድሕዳ ጽሒፈ ከም ቅንዕቲ ገይሩ ይርድኣ ማለት እዩ ሕጂ ነዛ ኤሪትራያንስ ትብል ንበይና ክእርማ እንድሕዳ ደልየ ኣብዚ ኤሪትራያንስ ትብል ኢለ እንድሕዳ መሪፀ እያ ትሪእዋ ኣለኹም ሕጂ እታ ቅንዕቲ ኢሉ ዝኣመነላ እቲ ናይ ማይክሮሶፍት ዎርድ ዲክሽነሪ ናይ ስፔሊንግ ግራመር ቼኪንግ ዲክሽነሪ ብኡ ኣሪምዋ ኣሎ ማለት እዩ እንተኾነ ኣብዚ ብዙሕ ከምኡ ዓይነት ጌጋታት ኣለና ማለት እዩ ትሪእዎ ኣለኹም ኤሪትራያን ሲሉሲ ብዙሕ መፂ ኣሎ ማለት እዩ ሕጂ እታ ቀንዲ ናይ ስፔሊንግ መእረምታ ክንገብር ንሕዳ ደሊና ኣብዛ ረቪው ትብል ኢና ንኣቱ ኣብዛ ረቪው ትብል ምስ ኣተና ኣብዛ ቀዳመይቲ እንታይ ትብል ኣላትና ኣብዚ ናይ ፕሩፊንግ ዝብል ግሩፕ ስፔሊንግ ን ግራመር ዝብል ኣለና ኣብዚ ንኣቱ ሕጂ ኣብዚ ምስ ኣተና በዚ ጎኒ ምፅኢልኩም ኣሎ ትሪኦ ኣለኹም ሕጂ እቶም ናይ ስፔሊንግ ጌጋታት ዘለዉ ባዕሉ ከምዚ እናፀለመ የምፅኦም ኣሎ ሕጂ እዛ ኤሪትራያንስ ዘላ ናይ ስፔሊንግ ጌጋ ምዃና ኣብዚ የምፃልና ኣሎ ብኸመይ ክንእርማ ንኽእል ከዓ ኣብዚ ይነግረና ኣሎ ማለት እዩ ሕጂ እዚኣ ከሪኩም ደልየ ዘለኹ እዚኣ ቼንጅ እንድሕር ዳ ኢልያ በዚኣ መሪፀ ወይ እዚኣ ክመርፃ ክእል ወይ እዚኣ ኣነ ሕጂ እዚኣ እታ ቅንዕቲ ኢለ ስለ ዝኣመንኩ እዚኣ ቼንጅ እንድሕር ዳ ፀቂጥያ እሳ ተኣሪማ ኣላ ማለት እዩ ብድሕሪኡ ከዓ ናብታ ኔክስት ጌጋ ከዓ ወሲድኒ ኣሎ ማለት እዩ ሕጂ ብዙሓት ከምዚ ኤሪትሪያንስ ኤሪትሪያንስ ዝብላ ጌጋታት ኣለዋ ሕጂ ንኩለን እንድሕር ዳ ብሓንሳእ ክእርመን ደልየ ኣብዚ ኤሪትሪያንስ መሪጸ እዚኣ ቼንጅ ኦል ትብል ኣላትኒ ቼንጅ ኦል እንድሕር ደኣ ገይረያ ኦኬ ቼንጅ ኦል እንድሕር ደኣ ገይረያ ኩለን ክልወጣ እዩ ነይሩወን ኣንፎርችነትሊ በብሓደ ምፅያትለይ ኣላ ማለት እዩ ደሓንታ ካልእቲ ጌጋ ኣብዚ ከዓ ዜኣር ትብል ዘላ እንድያ ነዚኣ ሰሌክት ጌርና ኣብዚ ቼንጅ እንድሕር ደኣ ገይርናያ ብከምዚ መሪጻትና ኣላ ማለት እዩ ሕጂ ኣውቶማቲካሊ ሪኹማ እዚኣ ኤሪትሪያንስ ትብል ዘላ ቼንጅ ኦል ኢልያ ስለ ዝነበርኩ ኣውቶማቲካሊ ቀይራታ ኣላ ባዕላ ማለት እዩ ሕጂ ብሓንሳ ኣይኮነትን ትቕይሮ ምናልባት ኣብ ዝሓለፈ ናይ ማይክሮሶፍት ወርድ ኣፕሊኬሽንስ ብሓንሳ ቀይሩ እዩ ዘርእካ ነይሩ ሕጂ ግን ነዛ ኤንድ ምስ ኣረምና እያ ርእዋ እዛ ኤሪትሪያንስ ትብል ባዕላ ክትቅይር እያ ኦልሬዲ ቼንጅ ኦል ኢልና ስለ ዝፅናሕና ማለት እዩ እዛ ኤንድ ትብል ዘላ በዛ ኤንድ ቼንጅ ክገብራ እንዴ ሽዑ እታ ኤሪትሪያንስ ትብልካ ኣውቶማቲካሊ እንታይ ኮይና ኣላ ማለት እዩ ተቐይራ ኣላ ማለት እዩ ኦልሬዲ ኣቐዲመ ቼንጅ ኦል ኢልያ ስለ ዝነበርኩ ማለት እዩ ሕጂ ኔክስት ድማ ረየዋ እታ እዚኣ ከዓኒ እታ ናይ ግራመር ቼክ ፀገም ከም ዘላ እዩ ዝነግረና ዘሎ ቱ ዘይኮነሲ ብቲኦ ክትከውን ኣለዋ ኢሉ ኣብዚ ሳጀሽን ኣምፂና ኣሎ ማለት እዩ ድሕዳ ቲ ዳብል ኦ ክትከውን ነይርዋ ኮይኑ ድሕዳ ፅቡቅ ኣላ ኮይና ከማ ድሕር ሓሲብካ ይኮንካ ኣብዚኣ ኢግኖር ክትብላ ትኽእል ኢኻ እንድሕር ዳኣ ክትልወጥ ደሊኻ ኻኒ ኣብዚኣ ቼንጅ ኢልካ ክትፀቂ ትኽእል ኢኻ ተዘይ ኮይንካ በዚኣ ራይት ክሊክ ግብር ኣቢልካ ኻ ነዚኣ ክትመርፃ ትኽእል ኢኻ ማለት እዩ እዚ ከምዚ እናገበርኩም ከዓ ክትቅይርዎ ትኽእሉ ኢኹም ማለት እዩ እዚ ባዕሉ ይቕየር ኣሎ ካልእ ኣብዚኣ ክንመሃራ ዘለና ንኣብነት ሓደ ሓደ ግዜ እዚኣ ወዲ ትብል ዘላሲ ቅንዕቲ እያ ኦኬ ቅንዕቲ ስለ ዝኾነት ሕጂ ድሕር ሕጂ ዋላ ብዚ ንሕዳ ራይት ክሊክ ጌረስ ትሪኦ ኣለኹም ካልእ ነገራት እዩ ሳጀሽን ዘምፃለይ ዘሎ ማለት እዩ ሕጂ ኢግኖር እንድሕር ዳ ኢግኖር ኦል እንድሕር ዳ ኢለያ ዝኾነ ወዲ ዝብል ነገር ኣብዚ ዶክመንት እዚ ኢግኖር ክትገብሩ እያ ከም ጌጋ ክትሓስቦን እያ ማለት እዩ ኣነ ግን እንታይ ክገብራ ደልየ ንቐፃሊ ዋላ ድሕር ሕጂ ድሕር ድኣ ወዲ ኢለ ፅሒፈሲ ከም ቅንዕቲ ቃል ክትሪኣ እንድሕር ድኣ ደልየ እዛ ማይክሮሶፍት ወርድ ኣብዚ ኣድ ቱ ዲክሽነሪ ትብል ኣላትኩም ኣብዚ ኣድ ቱ ዲክሽነሪ እንድሕር ድኣ ኢለያ ድሕር ሕጂ ኣብዚ ዋላ ኣብ ዝኾነ እንድሕር ድኣ ወዲ ኢለ እንድሕር ድኣ ፅሒፈ ከም ጌጋ ኣይክትሪኦ እያ ማለት እዩ ኦኬ ትሪእዎ ኣለኹም ነዚኣ ሕጂ ኣየስመረትላን ኣላ ማለት እዩ ምክንያቱ ኣብቲ ዲክሽነሪ ኣብቲ ቁኑዕ ዲክሽነሪ ኢሉ ዝኣምነሉ ናይ ማይክሮሶፍት ናይ ስፔሊንግ ን ግራመር ቼኪንግ ኣብኡ ተመዝጊባ ስለ ዘላ ማለት እዩ ኦኬ ስለዚ ዝኾነ ዓይነት ናይ ስፔሊንግ ከምኡ ናይ ግራመር ቸክ ክትገብሩ እንድሕዳ ደሊኹም ኣብዚኣ ረቪው ኢልኩም ስፔሊንግ ን ግራመር ኣቲኹም ኩላ ብከምዚ መልክዕ ጌርኩም ረቪው ክትገብርዎ ትክእሉ ኣለኩም ፅሒፍኩም ምስ ወዳእኹም ማለት እዩ ሕጂ ትሪእዎ ኣለኹም ኣብዚ ዶክመንትና ኩሉ ተመዓራሪ ኣሎ ዝኾነ ዓይነት ናይ ግራመር ይኹን ናይ ስፔሊንግ ጌጋ ድማ የለን ማለት እዩ ማይክሮሶፍት ወርድ ኣውቶማቲካሊ ስፔሊንግ ከምኡውን ግራመር ቼክ ከም ዝገብር ተማሂርና ነርና እዚ ኣውቶማቲክ ኣውቶማቲካሊ ስፔሊንግ ን ግራመር ቼክ ግን ሓደ ሓደ ግዜ ክርብሸና ይኽእል እዩ ማለት እዩ ንኣብነት ኩሉና ፀሓፍና ከለና እቲ ጽሕፈታትና እቲ ጌጋታትና ብቀይሕ እቲ ናይ ግራመር ድማ ብሰማያዊ ኩሉ ብዚ ምስ መጸ ምናልባት ይርብሸና ይኸውን እዩ ማለት እዩ ሕጂ ነዚ ከነልግሶ ንሕዳ እቲ ኣውቶማቲክ ስፔሊንግ ኤን ግራመር ቸክ ሲ ንሕዳ ዘይንደልዮ ኮይና ከነጥፎ ንኽእል ኢና ማለት እዩ ሕጂ ንዑ ከነጥፍ ናበይና ንኣቱ ኣብዚኣ ፋይል ትብል ኣላትና ኣብ ፋይል ንኣቱ ኣብ ፋይል ምስ ኣተና ኣብዚ ኦፕሽንስ ትብል ኣላ ኦኬ ኦፕሽንስ ትብል መወዳእታ ክትፀንሓኩም እያ ኦፕሽንስ ምስ ኣተኹም ኣብዚ ፕሩፊንግ ዝብል ኣሎ ኦኬ ኣብዚ ፕሩፊንግ ኢልኩም ምስ ኣተኹም ኣብዚ ታሕቲ እንታይ ዝብል ኣለኩም ቸክ ስፔሊንግ ኣዝ ዩ ታይፕ ትብል ዘላ እዚኣ ቸክ እያ ዘላ ወይ ድማ ሰሌክት እያ ዘላ ዲሰሌክት ትገብርዋ ማለት እዩ ወይ ድማ ኣንቸክ ትገብርዋ ነዚኣ ማለት እዩ ኦኬ ነዚኣ ተልግስዋ ከምኡውን ማርክ ግራመር ኢረርስ ኣዝ ዩ ታይፕ ትብል ዘላ ከዓኒ እቲ ናይ ግራመር ፀገማት ድማ እንድሕዳ ኣልጊስኩሞ ብድሕሪ እንታይ ክትገብሩ ትኽእሉ እዮም ኣብዚ ኦኬ እንድሕዳ ኢልናያ ሕጂ ኣብዚ ኣቲና ዝኾነ ነገር ክንፅሕፍ ከለና እንታይ ይኸውን ማለት እዩ ናይ ስፔሊንግ ቼክ ዋላ ሓንቲ የለን ኦኬ ትሪኦ ኣለኹም ዝኾነ ብሰማያዊ ዝመፅእ ሕብሪ የለን ዋላ ብቀይሕ ዝመፅእ ሕብሪ የለን ማለት እዩ ኩሉ ፅሒፍና ምስ ወዳእና ብድሕሪኡ እንታይ ንገብር በታ ስርዕቲ መንገዲ ጌርና ድማ እቲ ስፔሊንግ ቸክ ንገብሮ ማለት እዩ ኣብዚኣ ረቪው ትብል ንኣቱ ምስ ወዳእና ማለት እዩ ስፔሊንግ ን ግራመር ኢልና ምስ ኣተና ትርእይዎ ኣለኹም ሕጂ እቲ ናይ ስፔሊንግ ፀገማት ዘለዎ ኣብዚ የምፃልና ኣሎ ማለት እዩ ንዓና ግን ሕጂ ዝርብሸና ዝኾነ ዓይነት ናይ ቀይሕ ይኹን ናይ ሰማያዊ ዝኾነ ዓይነት ምልክታት ወይ ሕብሪ የለን ማለት እዩ ኣብዚ እናእተና እቲ ስፔሊንግ በቲ ዝሓሰብናዮ ነገር ቼንጅ እናገበርና ወይ ድማ ኢግኖር እናገበርናዮ ንኸይድ ንኽእል ኢና ማለት እዩ ስለዚ ከምዚኣ ጌርኩም ከትጥፍዎ እትኽእሉ ኢኹም ማለት እዩ ኣነ ንዓይ ስለ ዘገድሰኒ ክውልዑ እየ ሕጂ ነዛ ናይ ስፔሊንግ ድሕዳ ተጥፍዋ ደሊኹም ከ ኣብዚኣ ክሎዝ ክትገብሩዋ ትኽእሉ ኢኹም እዚ ኣብታ ፋይል ኣቴ ኣብዚኣ ኦፕሽንስ ክብላ እየ ብድሕሪ ፕሩፊንግ ትብል ኣላትኒ እዚአን ክልተ ኣጥፍኤን ዝነበርኩ እዚአን ክመልሰን እየ ማለት እዩ ምክንያቱ ስለ ዘገድሳኒ ኣብዚኣ ኦኬ እንድሕዳ ኢለ ትሪኦ ኣለኹም ተዝፀሓፍኩ ሕጂ ኩሉ ጌጋ ስለ ኢላ ዝሓሰበቶ ኩሉ ናይ ቀይሕ ምልክት ኣሎ ማለት ሕጂ እዚ ቀይሕን ሰማያውን ምልክት ከተጥፍዎ እንዳደሊኹም በዛ ዘርኣኹም መንገዲ ጌርኩም ክተጥፍዎ ትኽእሉ ኢኹም ዝኾነ ዓይነት ታይፕ ኣብ ትገብርሉ እዋን ድማ ናይ ስፔሊን ከምኡ ናይ ግራመር ቼክ ኣይክህሉን እዩ ማለት እዩ